ላዕለዋይ ቤት ፍርዲ ኢመግረሽን ኣብ ሕቶ ምርግጋፅ መንነት ንሓተቲ ዑቕባ ኣገዳሲ ውሳነ ኣመሓላሊፉ። ብመዕርፎ ነፈርቲ ኣርላንዳ ብሚልዮናት ዝቑጸር ገንዘብ ሒዙ ክወጽእ ዝሃቀነ ውልቀ ሰብ ብፖሊስ ተታሒዙ። ሰላም ክቡራት ተኸታተልቲ መደብና ከመይ ኢልኩም ቀኒኹም? ንሎሚ ሶኒ ዝተዳለዉ ዜናታት ሒዘልኩም ቀሪበ ኣለኹ። መሓሪ ብርሃም ካብ ክፍሊ ኣገልግሎት ቋንቋ ትግርኛ። ላዕለዋይ ቤት ፍርዲ ኢመግረሽን ኣብ ሕቶ ምርግጋጽ መንነት ሓተትቲ ዑቕባ ኣገዳሲ ውሳነ ኣመሓላሊፉ ከምዘሎ ኣብዚ ሰሙን'ዚ ዝወጸ ሓበሬታ ኣረጋጊጹ። ላዕለዋይ ቤት ፍርዲ ኢመግረሽን ሽወደን ብዓርቢ ነቲ ብይግባይ ክሪኦ ዝጸንሐ ሓደ ጉዳይ መሰረት ብምግባር ሓተትቲ ዑቕባ ፍቓድ መንበሪ ንኽረኽቡ መንነቶም ከረጋግጹ ዝግበር ቅድመ ኩነት ኣሰራርሓ ኢመግረሽንን ታሕተዋይ ቤት ፍርድን ቅቡል ኣይኮነን ብዝብል ውሳነ እቲ ኣሰራርሓ ክቕየር ከምዘለዎ ምዒዱ። ብመሰረት ሬድዮ ሽወደን እዚ ውሳነ ዝተመሓላለፈ ንሓደ ኣብ ዒራቕ ብሓይልታት ፓሽመርጋ ምክልባት ከምዘጋጠሞ ዝገለጸ ሓተታይ ዑቕባ በዓል መዚ ኢመግረሽን ዝሓተትዎ ምርግጋጽ መንነቱ ስለዘይተቐበሎ ብምቅዋም ንዘቕረቦ ጉዳይ ብይግባይ ክርእዮ ንዝጸንሐ ከም ኣብነት ብምጥቃስ ምዃኑ ተፈሊጡ። ፕረሲደንት እቲ ይግባይ ዝሰምዕ ላዕለዋይ ቤት ፍርዲ ኢመግረሽን ዳግ ስቴግላንድ እዚ ውሳነ ንሓተትቲ ዑቕባ መንነቶም ከመስክሩ ኣብ ዓቢ ግድል ዝእቱ ብምንባሩ ኣብ ኣሰራርሓ ሕግታት ኢመግረሽን ታሕተዋይ ኣብያተ ፍርድን ዳግመ ግምት ክግበረሉ ዝድርኽ ኣዝዩ ኣገዳሲ ውሳነ እዩ ብምባል ገሊጽዎ። ብመዕርፎ ነፈርቲ ኣየር ኣርላንዳ፣ ብሚልዮናት ዝቑጸር ገንዘብ ሒዙ ክወጽእ ዝሃቀነ ውልቀሰብ ብፖሊስ ተታሒዙ። ፖሊስ ሽወደን ንሓደ ውልቀሰብ ብሚልዮናት ዝቑጸር ባጤራ ሽወደን ሒዙ ብመገዲ መዕርፎ ነፈርቲ ኣርላንዳ ካብ ሃገር ክወጽእ እንከሎ ኣብ ትሕቲ ቀይዲ ከም ዝወዓለ ብዘይሕጋዊ ዝውውር ገንዘብ ተኸሲሱ ኣብ ቀይዲ ኣትዩ ከም ዘሎ ፖሊስ ሓቢሮም። ላዕለዋይ ኣኽባር ሕጊ ኣብ ቀረባ እዋናት ከምዚ ዝመስሉ ተመሳሳሊ ገበናት ይረኣዩ ምህላዎምን እዚ ከኣ ሃገራዊ ባንክ ሽወደን ናይ ብዙሓት ሰባት ሕሳብ ባንክ ምዕጻዉን ብፍላይ ከኣ ካብ ሽወደን ወጻኢ ዝግበር ምስግጋር ገንዘብ ዝነጥፉ ኩባንያታት ዝነበሮ ዉዑል ብምስራዙ ተተሓሒዙ ዝተራእየ ተርእዮ ኢሉ ከምዝኣምን ሓቢሩ። እቲ ንስራሕ ምስግጋር ገንዘብ ሓዋላ ፍቓድ ዝህብ በዓል መዚ ፋይናንሳዊ ምክትታል ሽወደን ብዙሓት ኣብዚ ንጥፈት እዚ ብዘይሕጋዊ ዝውውርን ገንዘብን ተኸሲሶም ዝተፈርዱ ወነንቲ ትካላት ገንዘቦም ብዝተፈላለየ ሜላታት ካብ ሃገር ከውጽኡ ከምዝፈተኑ ይገልጽ። ብመሰረት እቲ ሓበሬታ እቲ በዓል መዚ ዛጊት ኣብ ቐረባ እዋናት ጥራይ ኣብ ሽወደን ካብ ሓምሳ ስጋዕ ሚእቲ ሚልዮን ክራውነር ዝገማገም ገንዘብ ካብ ሃገር ብዘይሕጋዊ ኣፍልጦ ክወጹ ከምዝተፈተነ ሓቢሩ። ጉዳዮም ዝተነጽጉ ሓተትቲ ዑቕባ ኣብ መደበኛ ቤት ማእሰርትታት ንነዊሕ እዋናት ክጸንሑ ይግበር ከምዘሎ ተሓቢሩ። በዓል መዚ ኢመግረሽን ብዘይ ዝኾነ ይኹን መስርሕ ሕግን ክስን ብዙሓት ሓተትቲ ዑቕባ ኣብ ማሕዩር መጽንሒ ቦታታት ክጸንሑ ይገብር ብምህላዉ ካብ ብዝሒ ዘለዎም ጠበቓታትን ሕግን ተጣበቕቲ ሰብኣዊ መሰላትን ነቐፌታ ቀሪብዎ ከምዘሎ ኣገልግሎት ዜና ተተ ኣብ ዝዘርግሖ ሓበሬታ ኣፍሊጡ። መሰረት ዝወጸ ጸብጻባት እቲ ብገበን ዝተፈርዱሉ ዝተታሕዛ ኣብያተ ማእሰርቲ ጥራይ ዛጊት ዕስራን ሓሙሽተን ሓተቲ ዑቕባ ተሓይሮም ከምዘለዉን ብኣሰራርሓ ኢመግረሽን ፋይላት ናይቶም ጉዳዮም ዝተነጽጉ ሓተቲ ዑቕባ ኩሉ ሕጋዊ መስርሕ ድሕሪ ምጽንቃቑ ናብ ፖሊስ ስለዘሰጋግሮ ኣብዚ ኣብያተ ማእሰርቲ ክጸንሑ ይግደዱ ከምዘለዉ ክፍለጥ ተኻኢሉ ኣሎ። ኣብ መደበኛ ኣብያተ ማእሰርቲ ንንውሕ ዝበለ እዋን ምእሳር ሕጋዊ ስነ ሞጎት የብሉን ብምባል ነቐፌታ ቀሪብዎ ኣሎ። ቅድሚ ሕጂ እውን ኣምኒስቲ ኢንተርናሽናል ጨንፈር ሽወደን ንኣገልግሎት ኢመግረሽን ብምንቃፍ ነዚ ሓተቲ ዑቕባ ኣማሕዩሩ ገበነኛታት ናይ ምጽናሕ ተግባር ከም ዝኾነኖ ይዝከር። ሃገረ ስዑድያ ዜግነት ንሓደ ብግብረ ሽበራዊ ምንቅስቓስ ዝድለይ ሰብ ከም ዝሰረዘት ኣፍሊጣ።

ፓሕ ኣሜሪካ ሃለዋት ሓምዛ ቢን ላዲን ንዝሓበረ ሰብ ክሳብ ሓደ ሚልዮን ዶላር ሞቕሺሽ ክህብ እየ ምስ በለት ተኸቲሉ ብወግዒ ይግለጽ ምህላዉ ይንገር። እቲ ብክፍሊ ጉዳያት ወጻኢ ኣሜሪካ ከም ተካኢ መራሒ ኣልቃይዳ ዝግለጽ ሓምዛ ቢን ላዲን ወዱ ነቲ ብሓይልታት ኣሜሪካ ዝተቐትለ መራሒ ኣልቃይዳ ነበር መሓመድ ቢን ላዲን ከምዝኾነ ድሕሪ ሞት ወላዲኡ መራሒ እቲ ጉጅለ ኮይኑ ከምዘሎ ይግለጽ። ሓምዛ ቢን ላዲን ሕነ ሞት ወላዲኡ ንምፍዳይ ኣብ ልዕሊ ሃገራት ምዕራብ መጥቃዕቲ ናይ ምፍጻም ውጥን ከም ዘለዎ ዝገልጽ ታህዲድን መጠንቀቕታን ብመገዲ ኢንተርነትን ብድምጽን ምስልን መልእኽቲ ከም ዝሃበ መግለጺ መንግስቲ ስዑዲ ዓረብ ሓቢሩ። ስቶክሆልም፣ ምምራቕ ሰለስተ ብቋንቋታት ትግርኛ ዝተሓትማ መጽሓፍቲ ኣተኣናጊዳ። ኣብ ሽወደን ብዝመደበሩ ትካል ኣሕተምቲ እምኩሉ ኣብ ዝሓለፈ ቀዳመ ሰንበት ሰለስተ መጽሓፍቲ ንህዝቢ ብወግዒ ቀሪበን። ኣብቲ ኣብ ቤተ መጻሕፍቲ ሺስታ ብቀዳም ክልተ መጋቢት ዝተኻየደ ስነ ስርዓት ንፍረ ዝበቕዓ መጽሓፍቲ ብደራሲ ተስፋጌርጊስ ሃብተ ዝተደርሰ ባህጊ ዘርእስታ ልበወለዳዊት መጽሓፍ ብቅዲ ስነ ጽሑፍን ግጥምታትን ተዳልያ ደራሲ ጋዜጠኛ ቀሺ ዮናስ ወልደርፍኤል ዝተደርሰት እንቶሽ ዘርእስታ መጽሓፍ ከምኡ ውን ንኩነታት ኢትዮጵያ እትገልጽ መጽሓፍ ብትርጉም ሩት ስምኦን ተጻሒፋ ከም ዝተመረቓ ክፍለጥ ተኻኢሉ። ኣብቲ ስነ ስርዓት ኣካያዲ ስራሕ ኣሕተምቲ እንኩሉ ኣቶ ቴድሮስ ኣብርሃም ሓጺር ሌላ ንትካሉ ብምግላጽ ኣብ ዝመጽእ ተመሳሳሊ ኣጋጣምታት ብኸምዚ ክራኸብ ዘለዎ ትምኒት ገሊጹ። ኣብቲ ስነ ስርዓት ካብ ሱንዱስቫል ዝመጸት ኣብ ማሕበራዊ ሚድያ ትነጥፍ ኮኾብ ተስፋልደት ን ሓንቲ ካብተን መጽሓፍቲ ምእተዊ ናይ ቃል ደራሲትን ከምኡ ውን ናታ ግጥምን ንተሳተፍቲ ኣንቢባ። ኣገልግሎት ሜትሮሎጂ ሽወደን ንዘወርቲ መካይን ቀዳማይ ደረጃ መጠንቀቕታ ኣመሓላሊፉ ኣሎ። እቲ ኣገልግሎት ኣብ ዘውጽኦ መግለጺ፣ ኣብ መብዛሕትኡ ክፋላት ሽወደን ብፍላይ ድማ ኣብ ዞቡብ ደቡብ ቫርምላንድ፣ ዳላርና፣ ሓደ ሰንቲመተር ዝዓቐኑ በረድ ክወርድ ስለዝኾነ ኩሎም ሰብ ተሽከርከርቲ ኣድላይ ጥንቃቐ ክገብሩ ምኽሪ ለጊሱ ኣሎ። ክቡራት ተኸታተልቲ መደብና ንሎሚ ዝተዳለዉ ዜናታት እዞም ስጋብ ሕጂ ክትከታተልዎም ዝጸናሕኩም እዮም።